ቅድሚ ክልተ ዓመት ኣብ ኣዲስ ኣበባ ሓዳር ንምግባር ምስታ ዓብ ሓወይ ዘፋለጠኒ ክራኸብ ክደዋወል ካብኡ ሓሊፈ ድማ ብዛዕባ መጻኢ ህይወትና ከነዕልል ጀመርና። ኩሉ እዚ ኣብ ህይወተይ ዘጋጠመኒ ዘቐንዘወኒ መሲሉ ዝስማዓኒ ዘሎ ነታ ኣብ ዓዲ እንግሊዝ ትነብር ኣፍቃሪተይ ገዲፈ እቲ ሕጂ ዝፍጽምኮ ኩሉ ተግባራት ብምግባረይ ብምኽንያት ናቱ እዩ። ኣዝያ ትሕቲ፣ ለባም፣ ኩራ ዘይትፈልጥ ኣዝያ ጽብቕትን ሰብ እያ ነይራ። ብተደጋጋሚ ብዛዕባ መጻኢና ተስፋ እንዳሃበትኒ ብዛዕባ ህይወትና ክሓስብ ላዕልን ታሕትን ክትብል ሓንቲ መዓልቲ እኳ የዕሪፋ ኣይትፈልጥን እያ። ኣብ ህይወተይ ንምንታይ ክብድላ ክኢለ ክሳብ ሕጂ ንዓይ እውን ሕቶ እዩ። እቲ ሕጂ ኣብ ህይወተይ ተፈጢሩ ዘሎ ከበድቲ ቃንዛታት ከ ናይ መን መስጣ እዩ? ናታ ዶ ይበጽሓኒ ይህሉ ይኸውን? እንዳበልኩ ይቕንዞ'የ ዘለኹ። ካብ ንእስነተይ ካብቲ ጥዑም ዕድመ ድበሃል ኣትሒዘ ብዙሕ ድሌታት'ዩ ነይሩኒ። እንታይ ክትከውን ኢኻ ትደሊ? እንዳበሉ ክሓቱኒ ከለዉ ስድራቤተይ፣ ናይ ንእስነትን ዋዒ ዕድመ ስለ ዝነበረኒ ሓንሳብ ዶክተር ክኸውን'የ ዝደሊ ይብሎም፣ ካልእ ግዜ'ውን ኢንጅነር ክኸውን'የ ዝደሊ እንዳበልኩ እቲ ኣብ ዓለም ኣዝዩ ብዝና ዝፍለጥ፣ ትምህርቲ፣ ስራሕ ክገልጸሎም እየ ዝጀመርኩ። ካብ ምንታይ እዩ ዝብገስ እዚ ነገር እዚ እንተልኩምኒ ከኣ፣ ጽልዋ ናይ ስድራቤተይ ምዃኑ እየ ዝርዳእ። ካብ ኩሎም የዕሩኽተይ ኣዝየ ብሉጽ ኮይነ ክርከብ ዝደሊ ሰብ እየ። እዚ ነገር እዚ እዩ ከኣ ትዕቢት። ደፊርካ ምዝራብ፣ ዝደለኻዮ ነገር ቀልጢፍካ ክትረክብ ናይ ምድላይ ክእለት ከጥሪ ዝጀመርኩ። እምነት፣ ትዕግስቲ፣ ተስፋ፣ ፍቕሪ እንታይ ምዃኑ ክርድኣኒ ዝኽእል ሰብ ኣይኮንኩን ነይረ። መቸም ከምቲ ትፈልጥዎ ሓደ ዝና ዝደሊ ሰብ እቲ ብጥቕኡ ዘሎ ኣካል ስጋ ዘለዎ ሰብ ኮይኑ ኣይስምዖን እዩ። ብጀካ ንሱ ኣብ ዓለም ዝንቀሳቐስ ኣካል ከም ዘየለ እዩ ዝርዳእ። ኣነ ኸኣ ሓደ ካብዞም ብኸምዚ ርድኢት ዝተለከሙን ዝተላብዑን ሰብ እየ ናይ ዓዲ ኢንግሊዝ ፕሮሰስ ኣባይ ጥራይ ድዩ ዋላስ ኣብ ካልኦት ሰባት እውን ከምኡ የጋጥም እዩ ኣይፈልጥን እየ ተጸበ ትዕግስቲ ግበር ክትብለኒ ከላ እዛ ኣፍቃሪተይ ማለት ሕጽይተይ እንታይ እዩ ትጽቢት እንዳበልኩ ጌጋ ኮይኑ ዝስማዓኒ ዝነበረ ብተደጋጋሚ ገንዘብ ክትሰደለይ ኮታስ ኩሉ ነገራት ከተማልኣለይ ላዕልን ታሕትን ክትብል ከላ ኣብ ኣእምሮይ ዝነበረ ነገር ግን ምስዛ ሕጽይተይ ኮይነ ህይወተይ ከመይ ገይረ እየ ክልውጥ እንዳበልኩ ሓሳባተይ ናብቲ ንሳ ዘላቶ ምብጻሕ ዘይኮነስ ከመይ ገይረ ሕጂ ስድራይ ክኣሊ ይኽእል በቲ ንሳ ትሰደለይ ዘላ ከመይ ገይረ ኣነ ክጥቀም ይኽእል እዚ ነገር እዚ ንዓይ ንእምሮይ ክገዝኦ ጀመረ። ምክንያቱ ግዜ እንዳወሰደ ምስ መጸ ተስፋ ክቐብጽ ስድራ ቤተይ ካብዚ ንሳ ትሰደለይ ዘላ ዋላ መሬት ዋላ ክገዝኣሎም እንዳበልኩ እየ ክሓስብ ከሰላስል ዝጅምር ዝነበርኩ። ደሓር እቲ ኣነ ዘድልየኒ ነገር ምስ ኣኸለ ባይ ብያ ይብላ ድብል ክፉእ ሓሳባት ኣብ ኣእምሮይ ክመላለስ ጀመረ። ሓደ ሓደ እዋን ብዛዕባ ገዛእ ርእሰይ ክሓስብ ከለኹ ሓደ መዕለቢኡ ዘይፈልጥ ብዙሕ ድሌታት እንከለዎ ግን ኣብ ሰማይ ዘሎ ደበና ከም ዝበሃል ከምኡ ዝኾነ ሰብ በቲ ብደገ ኮይኑ ድሕግዞ ዘሎ ኣካል ዓሪፉ ክነብር ዝደሊ ሰብ ኮይኑ እየ ረኺበያ። እዚ ከሰላስሎን ምስ ሰብ ክዘራረበሉ ዘይከኣልኩ ምስ ውሽጠይ ክዘራረበሉ እንከለኹ ነዚ ስዒቡ ዝመጽእ ሓደ ዘይርሳዕን ከቢድ ዝኾነ ቃንዛ ስቓይ እዩ ዝስመዓኒ። ኣብቲ ፋልማይ እታ ኣብ ጀርመን ዝነበረት ኣፍቃሪተይን ሕጽይተይን ክፍለያ ክደልን ከለኹ ብዛዕባ ሂወትና ብዛዕባ እቲ ግዜ በሊዑ ዘሎ ፕሮሰስና ሓሳብ ናቱ እንዳለዓዓልኩ ቆሂቓ ምፍጣር ካብኡ ሓሊፈ ከኣ ተስፋ ዘለዎ ናብራ ንነብር ከምዘየለና ምዝራብ እዩ ነይሩ መመሊሰ ከምዚ ኢለ ክዛረባ እንከለኹ እዚ እኮ ናይ ጀርመን ፕሮሰስ ኣይኮነን ወይ ናይ ሆላንድ ፕሮሰስ ኣይኮነን በኸመይ ኢኻ ከምዚ ጌርካ ማዕረ ክንድኡ ንነብስኻን ንዓይን ነብሰይን ተሳቅየኒ ዘለኻ ካብ መዓስ ዘጥረኻዮ ባህርን ጠባይን ኢኻ ኣነ ከምዚ ኣይፈልጠካን እየ ብምባል ዘረባ ከተናውሐለይ ኣነ ውን ኣልዒለ ብኡ ጌረ ክዝልፋን ክጸርፋን ጀመርኩ። ካብኡ ሓሊፈ ውን ንልዕሊ ዓሰርተ ዓመት ኣብኡ ተቐሚጥኪ ጥበባት ኣይትፈልጥን ኢኺ ማለት ድዩ? ኣነ ወረቐት ስለ ዘይብለይ ንልዕሊ ክንድዚ ዓመታት ኣነ ክጽበየኪ ንዓኺ ከ ኣይሰክፈክን ድዩ? ሕጹይኪ ማለት ስጋኺ ማለት ኣይኮነን ድዩ? ስለምንታይ ከምቶም ካልኦት የዕሩኽተይ ዝኸድዎ ዘለዉ እሞ ከኣ ኣብ ሓጺር እዋን ኣብ ሓደ ዓመት ዘይመልእ እዋን ኣብ ዓዲ እንግሊዝ ኣትዮም ኣብ ጀርመን ኣትዮም ኣብ ሆላንድ ኣትዮም ኣይኮንኩን እየ ዝሰምዕ ዘለኹ የሕዋቶም ስለ ዝተዓጻጸፉሎም ስኸ ግን ስለምንታይ ከምኡ ዘይትገብርለይ ስለምንታይ ኸ ግን ትብድልኒ ደለኺ ዋላ ብግሪኽ ጌረ ክወጽእ ዘይትሕግዝኒ እዚ ኹሉ ገንዘብ ትሰድለይ ዘለኺ ናብኡ ዘይተእትውለይ ስለምንታይ ግን ፕሮሰስ ጌረልኪ ኣብ ጫፍ በጺሕካ ኢኻ እንዳ በልኪ ተታልልኒ ደለኺ ወይስ ክመጽእኺ ዘይደለኺ ኢለ ከም ጡብ ዝተሓድገ ወይ ጡብ ዝደለየ ቆልዓ ህጻን ከእውን ክበክን ዓውዓው ኢለ ከኣ ክዛረባ ጀመርኩ። በዚ ተስፋ ዝቖረጸት ነፍሰይ ናብ ዘይኮነ ህይወት ዘይኮነስ ካብቲ ዝነብሮ ዘለኹ ናብ ዝሓሸ ህይወት ክሰጋገር ከም ዝኾንኩ ብምሉእ ምትእምማን እየ ዝዛረባ ነይረ። ሓሓሊፋ ክጨንቃ እንከሎ እቶም ኣብ ደገ ዘለዉ የሕዋታ ደደው ኢሎም የሕዋትካ እኹል ገንዘብ ይሰዱልካ ስለ ዘለዉ ዲኻ ንሓፍትና ከምዚ ጌርካ ተሳቕያ ዘለኻ? እዛ ሰብ እኮ ስድራ ኣለዋ ንስኻ ስነ ስርዓት ዘይትገብር ስለምንታይ ኣብ ኲናት ዘይወዓለ በሊሕ ኮይንካ ካብኡ ናብዚ ኮይንካ ትውርውሮ ዘለኻ ቃላት ንኹላትና ስድራቤት ዝሃሲ ስለ ዝኾነ ከክብረትና መመሰልና ስለ ዘለና ንሓፍትና ከምዚካ ክትዛረባ ንሕና ፍቓድኛታት ኣይኮናን ኢሎም ከፈራርሑን ጀመሩ። ኣነ ግና ብርእሰይ ድሌተይ ክገብር ምሉእ ሓይሊ ከም ዘለኒ ዝኣምን ሰብ ኮይኑ እዩ ዝርድኣኒ ዝነበረ። ገዛእ ርእሰይ ከምዚ ይሕሰብ እምበር ንሓደ ወርሒ ካብቲ ዝስደደለይ ዝነበረ ሓገዝ ከይተገብረለይ ርእስኻ ምኽኣልካ ዶ እንተ ትብሉንስ፣ ኣሽንኳይ ዶ ሓደ ወርሒ ንሓደ መዓልቲ እኳ ገንዘብ ተሲኢነ ወይ ባንክ ATM እንተ ኣብዩኒ እቲ ዝኾኖ ባዕለይ እየ ድፈልጥ። እዚ ኹሉ ሓገዝ ዘድልየኒ ክነሰይ እንዳ ፈለጥኩ ክኽሕዶ እየ ተገዲደ። ንስኺ ኣይትኾንንን ሂወተይ ከምዚ ኮይነ ምሳኺ ኣይቅጽሎን እየ ብዝብሉ መዓልታዊ ድፈጥሮም ዝነበርኩ ቆየቛታት ኣነ ኣብ ኣዲስ ኣበባ ሓድሽ ፍቕራዊ ርክብ ክምስርት እዩ ኣኽኢልኒ። እዚ ኣብ ኣዲስ ኣበባ ዝምስርቶ ዘለኹ ሓድሽ ፍቕራዊ ርክብ ከኣ ትኽክል ኮይኑ ይስመዓኒ ስለዝነበረ ናይ መጻኢ ተስፋታተይ፣ ሂወተይ፣ ናብራይ፣ ናበይ'ዩ እንታይ'ዩ እንዳሓሰብኩ ብሓድሽ ቃላት ናይዛ ኣፍቃሪተይ እዝነይ ክመልኦ ጀመርኩ። ነዛ ምሳይ ነዊሕ ግዜ ዝገበረት ናይ ዓዲ እንግሊዝ ኣፍቃሪተይን ሕጽይተይን ተስፋ ምእንቲ ከቑርጻ ኢለ ከኣ ብዙሕ ዘየድሊ ጽሕፈታት ክልእኸላ ደዊለ'ውን ተስፋ መታን ክትቀብጽ መሊሳ ከይትድውለለይ ከይትደልየኒ እውን ኣዘየ ነዊሕ ርሕቐት ከርሕቓ ብዙሕ ቃላት ክጥቀም ጀመርኩ። ኩሉ እቲ ዝዛረባ ዝነበርኩ ካብኡ ሓሊፋ እንታይ ከይትገብር? ኢለ ካብ ቃል ሓሊፉ ኣብ ተግባር ልበይ ምስ ካልእ ሰብ ከም ዘላ፣ ኣዝያ መታን ክትቀብጽ ክነግራን ከጠንቅቓን ጀመርኩ። እዚ ኸኣ የሕዋትኪ ንዓይ ከፈራርሑኒ ኣይክእሉን እዮም ሐራይ እንዳበልኩ ኣብ ሰዓት እዚ ኣዝያ ትቕንዞ ከም ዘላ እየ ተነጊረ ዘለኹ። ካብ ኣፋ ዝወጸ ቃላት እንተሎ ስለምንታይ ንምንታይ ከመይ እንዳበለት ክትሓተኒ ጀመረት ደጋጊማ። ዋላ እኳ እንተሓተተትኒ ዝምልሰላ መልሲ ሓደ እዩ ነይሩ፣ ተስፋ ዘይብሉ ህይወት ኣነ ክነብር ኣይክእልን'የ፣ ብርእሰይ ተቓሊሰ ኣብ ዝብጻሕ ምብጻሕ እዚ ነገር እዚ ንዓይ ሓቂ እኳ እንተኾነ ኣብዚ ሕጂ ሰዓት ኮይነ ክሓስቦ ከለኹ ግን እቲ መጀመርታ ዝጀመርክዎ ዝምድናይ መግፍዐይ ኣብ ህይወተይ ከቢድ ነገር ክፈጥር ከም ዝኽእል ኣይሓሰብኩሉን ኣየገናዘብክዎን ነይረ። ከምዚ እንዳበልኩ ነዊሕ ምስ ጸናሕኩ ምስታ ናይ ኣዲስ ኣበባ ኣፍቃሪተይ ዘለኒ ርክብ ኣዝዩ እንዳ ዓሞቐን እንዳ ጠበቐን ከደ። ነታ ናይ ኣዲስ ኣበባ ኣፍቃሪተይ ምስታ ሕጽይተይ ዝኾነት ኣብ ዓዲ እንግሊዝ ዘላ ሕጽይተይ ከወዳድረን ከለኹ ብመልክዕ፣ ብቑመና፣ በዘራርባ እዚኣ ናይ ዓዲ እንግሊዝ ትበልጻ ተኾነ ግን ነዚኣ እውን ናብቲ ናታ መስመር ከምጽኣ ይኽእል'የ ብምባል ካብኣ ተስፋ ከም ዝሰኣንኩ፣ እንትርፎ ገንዘብ ንዓይ ኣብ ዝሓሸ ህይወት ከተቕምጠኒ፣ ኣብ ካልእ ዓለም ከተውጽኣኒ ከም ዘይትደሊ ክነግራ ጀመርኩ። ንሳ እውን ኣሚናትኒ፣ ብዛዕባ ሕሉፍ ህይወትካ ኣየገድሰንን እዩ። ጓል ኣንስተይቲ ዋላ መርዑ ይኹን እቲ ዘፍቀረቶ ሓደ ነገር እያ ትደሊ፣ ልቢ። ልቢ እያ ትደሊ። ስለዚ ንስኻ ልብኻ ግፋሓዮ። ኣነ ዘለኒ ኣረዳድኣ ብዛዕባኻ ኣዝዩ ብሉጽ እዩ፣ ብሕሉፍካ ከኣ ክኸሰካ ኣይክነብርን'የ፣ ስለዚ ንስኻ ልብኻ ኣግፊሕካ ኣብኡ እትወኒ፣ ኣማሙቐኒ ዝብል ቃላት ክትደጋግመለይ ጦብላሕታ ክትፈጥረለይ ጀመረት። ኣቱም ሰባት ካብ ብሞባይል ብኣካል ምርኻብ ኣዝዩ ብሉጽ ምዃኑ እሱ ከኣ ኣድማዒ ምዃኑ ክርድኣኒ እዩ ዝኸኣለ'ኮ። ከምዚ እንዳበልና ምሳይ ክትዘናጋዕ ኮታስ ኩሉ እቲ ካባይ ክትረኽቦ ዘሎዋ ነገር ክትረክብ ጀመረት። ኣነ እውን ብተመሳሳሊ ካብኣ ክረኽቦ ዘለኒ ብዙሕ ነገራት ክረክብ እየ ጀሚረ። ብኣኣ ዓጊበ፣ ብዘይ ብኣኣ ካልእ ሰብ ከም ዘሎ ዀይኑ ክስምዓኒ ኣይጀመረን። ኣብዚ ሰዓት እዚ እዩ ኣብ ህይወተይ ማዕረ ኽንድዚ ስፍሓት ናይ ልበይ ዝሃብክዋ። እዚ ኩሉ ነገር ካባይ ዝረከበት ናይ ኣዲስ ኣበባ ኣፍቃሪተይ ኣነ እምበር ንሳ ተፍቅረኒ ኮይኑ ይስማዓኒ ኣይነበረን እታ ኣነ ነታ በዓልቲ ቤተይ ብብዙሕ ቃላት ዝቐንዝዋ ዝነበርክዎ ግዜ እንታይ ከም ዝመስል ብግሁድ ክርኢ ከኣልኩ ለካስ ዘይተፍቅሮ ምፍቃር ከቢድ እዩ ክበሃል ሓቂ'ዩ እንዳበልኩ ምስ ውሽጠይ ክዘራረብ ጀመርኩ። ብተደጋጋሚ ለይትን ቀትርን ትደልይዮ ስለ ዝሃብኩኺ ፍቕርኺ ይቕንሰኒ'ሎ። ምሳይ ናይ ምዃን ድሌትኪ ጠፊኡ ክረኽበኪ እምበር ክረኽበካ ዘይትብልኒ ኰይንኪ'ለኺ እንዳበልኩ ክቋየቓ ጀመርኩ። ካብዚ ሓሊፉ ድማ ብዛዕባ መጻኢ ህይወትና እንዳደወልኩ ብኣካል እንዳረኸብኩ ክዛረባ ከዕልላ ጀመርኩ። እዚ ናይ ኣዲስ ኣበባ ሂወት ናብራ እንዳ ረኣኻ ከመይ ጌርካ ኢኻ ንዓይ ሕጂ ቁምነገር ክገብረልኪ እየ ትብለኒ ደለኻ ናይ የሕዋትካ ገንዘብ ምስዳድ ወይ ምሕዋል ኣተኣማሚንካ እንተ ኮይኑ ዓሺኻ ኣለኻ ጥራየ ክብለካ ድኽእል ኢላ ሓደ መዓልቲ ካብታ ኣነ ዝተዛረብክዋ እዋን ሓሲባ ሓሲባ መለሰትለይ ኣነ ውን ብግደይ ኣብ ኣዲስ ኣበባ ዋላኳ ውሑድ ዓመታት ይግበር እምበር ናይ ሸቀጥ ልምዲ ስለ ዘለኒ ብኡ ውን ክሳብ ሕጂ ይሰርሕ ስለ ዘለኹ ክተኣማመንለይ ብስርሐይ ይደሊ። ኢለ ዋላ እኳ ሓሳብ ክህባ እንተጀመርኩ ወዮ ኣፍቃሪተይ ግን ኣንቂዳ እያ። ኣነ ቀዳማይ ዓለም ተዘይወጻኹ ኣብ ኣፍሪቃ ኮንካ ዝንበር ኮይኑ ኣይስመዓንን እዩ ክትብለኒ እያ ጀሚራ። ኣበይ ደኣ ኣሎ እዚ ኩሉ ተስፋኺ? ኢለ ክሓታ ቃላት ኣፈይ ልክዕ ከም ብፎይ መኣዲ ናይ መርዓ ከምኡ ገይረ ከቕርበላ'የ ጀሚረ። ኣየናይ እንተ ሓረየቶ ኣየናይ'ከ እንተ ፈተወቶ እንዳበልኩ ብዙሕ ቃላት ከውድቕ፣ ልክዕ ከም ጠላዕ እዚኣ እንተ በጽሓትኒ እዚኣ እንተ ኾነትኒ ትብሎ ዕድለይ ክፍትን ኢለ ድማ ብዙሕ ቃላት'የ ከም ጠላዕ ኣውዲቐ። ግን ኣይሰመረለይን። ኩሉ ዜሮ ዜሮ ዝኾነ ውጽኢታት እዩ ሂብኒ። ደጋጊመ ዋላ እንተ ሓተትኩዋ፣ መጻኢ ህይወትና ከመይ እንተ ኾነ ኢኺ ትደልይዮ? ከመይ ሸነኽ እንተ ሓዘ ኢኺ እትፈትውዮ? ኢለ ካብቲ ንሳ ትህበኒ ዝነበረት ሓሳባት ዋላ እንተ ደጋገምኩላ፣ ንሳ ግን ዋላ ሓንቲ ከም ዘይሰምዐት፣ ኩሉ ዝተባሃልናዮ ኣብ ውሽጣ ጌራ ንዓይ ምቕንዛው ቀጸለት። ድሕሪ ነዊሕ መዓልታት ኣነ ሓደ ነገር ክሓስብ ጀመርኩ። ደሓር መታን ኣዝዩ ከቢድ ድኾነ ሕፍረት ከይሓፍር ሕጂ ምስዛ ምሳይ ዘላ ኣፍቃሪት ሓደ ነገር ክውድኣ ኣለኒ ወይ ኣስኪረ ክጥንሳ ኣለኒ ወይ ከኣ ምሳይ ቃል ኪዳን ክተኣሰር ከም ዘለዋ ከገድዳ ኣለኒ እምበር ንዓይ ክልተ ክሳራ እዩ እዚ ምስታ ኣብ ደገ ዘላ ሕጽይተይ ብኽንደይ ኣጸያፊ ዝኾነ ቃላት ካብኣ ተፈላልየ ክነሰይ ሕጂ ከኣ እዚኣ ብናብራ ኮነ ኣብ ኣፍሪቃ ኣብ ኣሜሪካ እንዳበለት ኣማሪጻ ንዓይ ክትገድፈኒ ኣይኮነትን። ሕዚ ሓደ ነገር ክገብር ኣለኒ ኢለ ክሓስብ ሙሉእ ለይቲ ከይደቀስኩ ክሓድር ጀመርኩ። ካብቲ ሙሉእ ለይቲ ከይደቀስኩ ክምድቦ ዝወዓልኩ ብዙሓት መደባት ካብዞም መደባት ሓደ ድማ እቲ ሓደ ነፍሰ ጾር ክትከውን ከም ዘለዋ ዘይናታ ነብሲ ምስ ሓዘት ናብ ተብሎ የብላን ድብል መደብ'ዩ ነይሩ። እዛ መደብ'ዚኣ ከኣ ክትከውን ከም ትኽእል ተረደኣኒ። መደበይ ንኽገብር ከኣ ሰዓት ሽዱሽተ ናይ ምሸት ኣብ ሓደ ባርን ሬስቶራንትን ናይ ኣዲስ ኣበባ ቆጸርክዋ። ብሓንሳብ ተራኺብና ከኣ ኣነ በይነይ ይነብር ስለ ዝነበርኩ ኣብ ገዛይ ወይኒ ብብዝሒ ድሕሪ ምስታይና ናብ ገዛ ብራይድ ገይርና ተበገስና። በጺሕና ውን ኣብ ሓደ ዓራት ብሓንሳብ ደቀስና። እንተኾነ ግን ኣነ ልዕሊኣ ሰኺረ ስለ ዝነበርኩ ርእሰይ ክቆሃጸሮ ኣብ ዘይክል ደረጃ'የ በጺሐ ኔረ። ምስኣ ርክብ ከም ዝገበርኩ ይርድኣኒ'ዩ። ግን እንተረኣኹዎ ንንውሕ ዝበለ ኣዋርሓት ምስ ተጓዓዝና፣ ኣብ ከብዳ ዝኾነ ነገር ክፍጠር ኣይከኣለን ብሕት ኣቢለ ከኣ ክሓታ ጀመርኩ እንታይ ደኣ እዩ ብቐዳማይ ዶ ሓቀይ ብሓንሳብ ደቂስና ኔርና እወ ጽቡቕ ኣለኻ ብጣዕሚ ጥዕምቲ ለይቲ ከማን ኔራ ካብ ዝገርመካ በለትኒ ዋእ እሞ ግን ርክብ ካብ ንገብር እኮ ሕጂ ራብዓይ ወርሕና እዩ ዝኾነ ምልክት ኣይመጻክን ናይ ጥንሲ ወይ ገለ ኢለ ደፊረ ሓተትክዋ ንሳ ግን ዋይ እንታይ ትብል ኣለኻ ነዚ ኩሉ ድኣ ተዳልየሉ እንዴ ኣጆካ ኣይትፍራሕ ድኾነ መዳባትና ክሰናኸል ኣይክእልንዩ ምክንያቱ ኣብቲ ሽዑ ሰዓት ኣነ ወርሓዊ ጽግያተይ ኣይወዳእኩን ነይረ ከይሓተትካኒ ከኣ ናብዚ ኩሉ ኣቲኻ ርእስኻ ክትቆጻጸሮ ኣብ ዘይትኽእል ደረጃ ስለ ዝነበርካ ብዘይካ ርክብ ክትገብር ምሳይ ካልእ ዋላ ሓንቲ ይረኣየካን ነይሩ ብኸምኡ ከኣ ኣነ ክነግረካ ኣይከኣልኩን ዋላ ተዛሪበካውን ክትሰምዓኒ ስለ ዘይትኽእል ኢላ ነቲ ወርቃዊ ዝዀነ መደበይ ከተፍርሶ ከኣለት። ደሓር ግን ንኻልኣይ ግዜ ከምዚ ገይረ ኸጥንሳ ኣለኒ ኢለ ብምሕሳብ፣ ወርሓዊ ጽግያታ መዓስ ከም ዝውድእ፣ መዓስከ ኸም ዝጅምር ክሓታ ጀመርኩ። እዚ ኸኣ ንዓኺ ንሓልዮት'ዩ፣ ምኽንያቱ፣ እስኻ ወርሓዊ ጽግያትኪ ከለኺ እሞ ኸኣ ኣብ ዘይምችእ ኩነታት ምሳይ ርክብ ክትገብሪ ስለ ዘይፈቱ ሕጂ ግን በጃኺ ንገርኒ ኢለ ኩሉ እቲ ናይ ወርሓዊ ጽግያታ መዓስ ጀሚሩ ድሕሪ ክንደይ ወርሒኸ ጥንሲ ክትሕዝ ከም ትኽእል ኩሉ ጋህ ኣቢለ ኣፋ ከዘራርባ ጀመርኩ። ከይሓበት ኩሉ ነገር ነገረትኒ። ኣነ ውን ነዚ ከም መደብ ገይረ ሓዝክዎ። ኣብቲ ክትጥንሰሉ እትኽእል ግዜ ቆጺረ ከኣ ብሓንሳብ ከም ንሓድር ገበርኩ። ዋላ ሓንቲ ዘይትርዳእ ግርህ ዝበለት ጓንስተይቲ'ያ። እዚ ኩሉ ከምዚ ኣነ ክሓስብ ከለኹ ጎራሕ ከም ዘይኮነት ስለ ዝተረድኣኒ'ዩ። በታ ለይቲ'ቲኣ ከኣ ጥንሲ ክትሕዝ እያ ክኢላ። ምኽንያቱ ድሕሪ ዝተወሰኑ ግዜያት ከተምልስ፣ ዘየለ ባህርያት ከተምጽእ ኣነ ዘይፈልጦ ብዙሕ ነገራት እያ ክተርእየኒ ጀሚራ። ምልክታት ናይ ጥንሲ ምዃኑ ከኣ ተረድኣኒ። ኣብ ሽቓ ኮይነ ከኣ የስ ተዓዊተ ኢለ ክሕጎስ ጀመርኩ። እንተኾነት እዛ ኣፍቃሪተይ ካብቲ ርክብ ጌርና ዝሓደርናሉን ዝወዓልናሉን ግዜ ድሕሪ ክልተ ወርሒ ደሃያ ጠቕላላ ጠፍኣኒ። ሞባይላ ውን ብጀካ ተዓጽያ'ላ ክትብለኒ ካልእ መልሲ ክትበኒ ኣይከኣለትን። ንመሓዙታ ውን ደዋዊለ እንተሓተትኩ ንኹላትና ኮም'ያ ትብለና ዘላ፣ እንታይ ከም ዝኾነት መሓዛና? ኢለን ክሻቐላ ንዓይ ውን ከጸናንዓኒ ጀመራ። ኣፍቃሪተይ ናበይ ጠንጢናትኒ ከይዳ? እቲ ኣብ ከብዳ ዘሎ ፍረ ብርከይ'ከ እንታይ ይኹን? ኢለ ክጭነቕ፣ ክሓስብ፣ ዝገብሮ ጠፍኣኒ። እዛ ሕጽይተይ ኣብ ዓዲ እንግሊዝ ዘላ እታ ኣነ ዝገብሮ ዘለኹ ንዓኣ ከሕርቕ ኢለ እምበር ናይ ብሓቂ ንዓኣ ከም ዝገደፍክዋ ኮይኑ ይርድኣ ኣይነበረን። ዝኾነ ሰብ መጺኡ ክነግራ ከሎ ግን እዚ ሕጹይኪ ድዩ ዋላስ ኣፍቃሪኺ መረድኡ እኮ ሲኢንና ኣብ ኣዲስ ኣበባ ብፍላይ ክኣ ኣብቲ ቦሌ ከባቢ ብጣዕሚ እዩ ዝረኣ ብፍላይ ክኣ ምስ ሓንቲ ጓል ብቐጻሊ እዩ ዝረኣኡ ስለዚ ንሕና እውን ሓደ ነገር ክንመኽረኪ ንደሊ ነዚ ሰብ እዚ ኣጽኒዕኪ ትፈልጥዮ እንተኾይንኪ ጽቡቕ ኣይኮነን ግን ከታልለኪ ስለዝኽእል ተጠንቀቒ ኢና ክንብለኪ ንደሊ እንዳበሉ ንሳ ግን መተዓብይቱ ወይ ከኣ ዘመዱ ክትኮን ትኽእል እያ ስለዚ ተቐዳዲምና ስለምንታይ ናይ የእምሮና ሕማቕ ንሕስቦ እንዳበለት እያ ብዛዕባይ ትካታዕ ዝነበረት። ደሓር ግን ካብ ዝፈልጥዋ ሰባት ስእልታት ስለ ዝኣኻኸበት ክትኣምኖ ኣዝዩ ዘሸግር ዝኾነ ናይ ፍቑራት ነገር ግብርታት ክንገብር እንከለና ብስእሊ ናብኣ በጽሓ። ኣነ ድማ ሕሉፈይ ዘኪረ ኣፍቃሪተይ ዝገበረትኒ ነገር ተረዲእኒ ነዛ ሕጽይተይ ደዊለ ይቕሬታ ክሓታ ወሰንኩ። ይቕሬታ ክሓታ ኢለ ምስ ደወልኩ ግን ኩነታት ከምቲ ዝገደፍክዎ ኣይጸናሓንን። ኣነ ዝስልጥነሉ ዝነበርኩ እዋን ሕጂ ግና ብመርትዖን ብስእልን ብጽሕፈትን ባዕለይ ዝሰጎግክዋ ሕጽይተይ ተለዊጣ ኢያ ጸኒሓትኒ። ከምዚ ኢላ እውን ተዛረበትኒ። ኣነ ማዕረ ክንድኡ ፎሪ ከም ትኸይድ ኣይተረድኣንን ነይሩ። ብዘረባ ካብኡ ሓሊፉ እውን ግብርታት ዋላ ተወሰኽካሉ ካብይ ሓሊፉ ናበይ ከኸይድ ኢዩ? ብምባል ሸሊለካ ነይረ እዚ ኩሉ ገንዘብ እንዳሰለልኩልካ ዘድልየካ ነገር እንዳማላኣኩልካ ንዓይ ከምዚ ጌርካ ትክሕደኒ ኮይኑ ዝስማዓኒ ኣይነበረን ብጣዕሚ እየ ተገሪህልካ ንስካ ግን ኣዚካ ስዲ ሰብ ኢካ። ኢላ ኣብ እዝነይ ዓጸወትኒ። ድሕሪ ዝተወሰኑ ግዜ ኣነ ኣብ ጭንቀት ኣብ ሓሳብ ኣብ ሻቕሎት እንከለኹ እዛ ኣብ ኣዲስ ኣበባ ኣማኒተይ'ያ፣ ኣፍቃሪተይ፣ ካባይ ከኣ ፍረ ብርከይ ሓዚላ ዝኸደት ሰብ፣ ኣብ ሊብያ ኣብኡ ኮይና ንልዕሊ ሓደ ዓመት ከም ዝተጸበየት፣ ደሃያ ከኣ ብኸምኡ ከም ዝጠፍኣኒ ደሓር ምስ ደወለት'ያ እዚ ኹሉ ነገር ትነግረኒ ዘላ። ኣብ ሊብያ ካልእ ናብራ መስሪታ፣ ማለት እቲ ብ ከብዳ ዝነበረ ብምኽንያት እቲ ኣብ ሳህራን፣ ኣብ መኪናን ዝነበረ ድፍፍእን ድኻምን ኩሉ ነገር ተሓዋዊሱ እቲ ጥንሲ ደም ኮይኑ ከም ዝኸደ እያ ነጊራትኒ። ካልኣይ ሳዕ መሊሳ ከይትድውለለይ ከኣ ኣብ ትሕቲ'ቶም ኣስገርቲ ስለ ዝነበረት ብዙሕ ስቓይ እያ የሕሊፋ። ብሃቶም ተዓሚጻ ሕጂ ግን ኣብቲ ማእከል ሊብያ ኣብኡ ኮይና ካብቶም ኣዝማዳ ደቂ ሓወቦኣ ይኹኑ ደቂ ሓትነኣ፣ ገንዘብ ክሰዱላ እሞ ንኢታሊ ክትኣቱ ትበሃገስ ከም ዘላ መሴጅ ኮም ኣጽንሓትለይ። ኣብ ዋትሳፕ ከምዚ ዝብል ናምበር ምስ መጻኒ ተቐዳዲመ ክድውለላ ፈተንኩ ግን ኮኔክሽን ዘይብሉ ቦታ ስለ ዝነበረት እያ መስለኒ ኣይከኣለትን። ብኸምኡ ከኣ ክሳብ ሕጂ ቅሳነት ዘይብሉ ህይወት ይመርሕ ኣለኹ። ኣይ በቲ ኣይ ከኣ በታ ኣብ ዓዲ እንግሊዝ ዘላ ወርሓዊ እትሕግዘኒ ዝነበረት ሕጽይተይ በዓልቲ ቤተይ ተፋቲሐ ይነብር ኣለኹ። ኣሕዋተየ ኣሓተየ ካብ ናተይ ህይወት ብዙሕ ክትመሃሩ ክትመሃራ ከኣ ትኽእላ ኢኽን እሞ ንትገብርኦም ንትውስንኦም ውሳኔታት ግዜ ግዜ በጃኽን ዘመነ ቲክቶክ ከም ዘለና ይርድኣኒ እዩ ዘመነ ሓጺር ከም ዘለና ይርድኣኒ እዩ ግን በጃኽን ኣስፊሕኽን መታን ክትሓስባሉ ነቲ ጉዳይ እቲ ነታ ርእስቲ ግዜ ሂብክን ከምኡ ከኣ ግዜ ሂብኩም እንተ ትሓስቡሉ እንተ ትሓስባሉ ምደለኹ ኣብ ህይወት ድማ ኩሉ ሰብ ናይ ኢዱ ከም ዝረክብ ክነግረክን ይፈቱ። ኢድ ሸናሒት ጸናሒት ኢያ እሞ ኩላትና ግብርና ኣብ ትሕቲ ግዜ የእቲና ጽቡቅ ጌርና ኣስፊሕና ንሕሰበሉ። ሕጂ ኣነ ንድሕሪት ተመሊሰ ደምሲሰ ከስተካክሎ ዝክእ ነገር ዋላ እንተዘይሃለወ ግን ብሓጺሩ የሕዋተየ፣ ህይወተይ ከካፍለኩም ኣብዚ ተረኺበ ኣለኹ። እቲ በደለኛ ኣነ ድየ ነይረ? እንታይ ተገበርኩኸ ይሕሸኒ? መልሲ ዘይብሉ፣ ንድሕሪት ከይድካ ዘይድምሰስ ነገር ኮይኑኒ ኣሎ'ሞ ንስኹምከ እንታይ ትመኽሩኒ? ኩሉ ነገር ሕጂ ክርድኣኒ ዋላ እንተደለኹ ግን ሓሳብኩም ኣብ ኮመንት ክጽበ'የ። ጽሓፉለይ ተስፋ ክኾነኒ። ኣብቲ ሕጂ ዝነብሮ ዘለኹ ህይወት ኣበርቲዑ ንቕድሚት ምእንቲ ከሰጉመኒ። ጽን ኢልኩም ክሳዕ መወዳእታ ስለ ዝሰማዕኩምኒ የቐንየለይ። ኣብ መወዳእታ ሽም እዚ ኣዘንታዊ ባዕሉ ፍቓደኛ ኮይኑ ሽመይ ከይትነግሩለይ ስለ ዝበለና ኢና ክንጠቕሶ ዘይከኣልና እምበር ሓቀኛ ህይወት እዩ።